ሰላም ኣብ ዘለናዮ ሰላም ክንህሉ እንዳተመነኹ ሎማዓንቲ ድማ ንፈልጥ ዶ ዕለት ክልተ ወርሒ ኣርባዕተ ፍልይቲ ማዓልቲ ብዛዕባ እንታይ ኣፍልጦ ዝዓብየላን ብዛዕባ እንታይ ንዘራረበላ ማዓልቲ ምዃናስ ንፈልጥ ዶ? ብኣሬክስ ዕለት ክልተ ወርሒ ኣርባዕተ ብዓለም ደረጃ ብዛዕባ ኣውቲዝመ ዝዝረበላ መዓልቲ እያ። መጀመርያ ግን ኣውቲዝመ ማለት እንታይ እዩ? ኣውቲስመ ሕማም ዘይኮነስ ናይ ኣተሓሳስባ ፍልልያት እዩ። እቶም ኣብ ገዛና ዘለና፣ በዓል ቤትና፣ በዓልቲ ቤትና፣ ጓልና፣ ወድና፣ ክንቅበሎ ይግብኣና። እቶም ብዛዕባኡ ዘይፈለጥና ዘለና ድማ ብዛዕባኡ ክንፈልጥ ሃሰስ ክንብል እንታይ እዩ ኢልና ብኸመይ ኢናኸ እቲ ርድኢትና ነዕብየሉ ድዝረበላን ድግለጸላን ብብዙሕ መራኸቢ መርበብ ክንሰምዕ ንኽእል ኢና። ብዛዕባ እዚ ዘረባዚ ብዛዕባ እዚ ዛዕባ እዚ ማለት እዩ። ስለምንታይ ኢና ግን ብዙሕ ብዛዕብኡ ንሰምዕ? ስለምንታይ እዮም ከ ብዙሓት ሰባት ብዛዕብኡ ዝዛረቡ? ኣፍልጦና ንኸነዕቢ፣ መጀመርያ ነገር ልክዕ ከምቲ ኣቐዲመ ዝጠቐስክዎ፣ ኣነ ጥራይ ዘይኮነ ኸኣ ኩሉ ሰብ ዝብሎን እቲ ሓቂ ዝኾነን ኣዝዩ ዓቢ ኣርእስትን ሰፊሕን እኳ እንተኾነ፣ ግን ሕማም ከም ዘይኮነ፣ ናይ ኣተሓሳስባ ፍልልይ ከም ዝኾነ፣ ልክዕ ከምቲ ደቂ ሰባት መልክዕና፣ ቁመትና ዝተፈላለየ ልክዕ ድማ ኣተሓሳስባና ከም ዝፈላለ ክንርዳእ ይግበኣና። እቶም መጺእና ደሎ ልክዕ ከምቲ ዝበልኩዎ ብዛዕብኡ ፈሊጥና ኣብ ቤትና ዘሎ ኣጋጢምና ዘሎ ብዛዕብኡ ፈሊጥና እንታይ ክንገብር ኣለና መጀመርያ መጀመርያ እቶም ዓበይቲ ከም ወለዲ ወይ ከኣ ከም ሰብኣይን ሰበይትን ኣብ ሓደ ገዛ ንነብር ዘለና ኣፍልጦና ኣዕቢና መጀመርያ ንነብስና ክንሕግዛ እቲ ሓገዝ መጀመርያ ኣብ ነብስና እዩ ዝርከብ ዘድሊ ከመይ ደኣ ንነብስና ክንሕግዛ ንኣብነት ኣነ እንተ ኣውቲስቲክ ዘይኮንኩ ከመይ ጌረ እየ ንነብሰይ ክሕግዛ እንታይ ማለትኪ እዩ ዶ ትብልኒ ኣለኺ ዶ ትብለኒ ኣለኻ እወ መጀመርያ ንነብስኻ ክትሕግዛ ክብለካ ከለኹ ሓደ ናይ ኣተሓሳስባ ፍልልይ ዘለዎ ኣብ ስድራቤትና ኣብቲ ኣባል ስድራቤት እንተ ሃልዩ ከመይ ጌርና ንርድኦ ከመይ ጌርና ምስኡ ንዘራረብ፣ ከመይ ጌርና ምስኡ ንነብር ምስ እንፈልጥ መጀመርያ ንነብስና ንሕግዛ፣ ንነብስና ይቐለልና። ብድሕሪኡ ድማ ነቲ ኣብ ጸግዕና ዘሎ ልክዕ ከምቲ ዝበልክዎ በዓል ቤትና ክኸውን ይኽእል፣ በዓልቲ ቤትና ክትከውን ትኽእል፣ ወድና ክኸውን ይኽእል፣ ጓልና ክኸውን ይኽእል። ካብኡ ሕልፍ ኢልና እውን ጎረባብትና፣ መሓዙትና፣ መሳርሕትና ኮታ ከም ሕብረተሰብ ኣብ ሕብረተሰብና ኩሉ ዘሎ ማለት እዩ እንተ ኣሊና ክንቅበሎ ምክንያቱ ምስ ተቀበልናዮ ኢና መፍትሒታት ነናድየሉ ብዙሕ መፍትሒታት ኣሎ ልክዕ ከምቲ ዝበልክዎ ሓደ ዓይነት ኣይኮነን ብዙሕ ዓይነት እዩ ግን ንኩሉ መፍትሒ ዘይብሉ ነገር የለን መሰረቱ ግን ልክዕ ከምቲ ንቤት ብጽኑዕ ፊሒርካ ኣብ ታሕቲ መሰረት ብጽቡቕ መሰረት ትገብረላ፣ እቲ ምቕባል ድማ መሰረት ዝኾነ ነገር ኣብ ህይወትና እዩ እሞ እንተ ደኣ ኣብ ቤትና ሃልዩ እዚ ነገር እዚ መጀመርያ ንቀበሎ፣ ተቐቢልና ድማ ከመይ ጌርና ክንሕግዝን ክንሕግዝ ንነብስናን ንኻልእ ክንሕግዝን ንኽእል ኢልና ንሕሰብ። እቶም ከምዚ ኣብ ቤትና ዘይኣተወ፣ ኣብ ውሉድና ደየለ፣ ኣብ በዓልቲ ቤትና፣ ኣብ በዓል ቤትና ኮታ ዘይበጻሕናዮ ዘለና ከኣ ሕማም ከም ዘይኮነ፣ ናይ ኣተሓሳስባ ፍልልይ ከም ዝኾነ ተገንዚብና ንሕና'ውን ኣፍልጦና ከነዕቢ። ፍልጠት መቸም ንደቂ ሰባት ኣይጎድኣናን'ዩ። ፍልጠት ኣዝዩ እኳ ደኣ ይሕግዘና፣ ዘይኣፍልጦ ተባህለ ኢልካ ምዝራብ፣ ይኸውን'ዶ ኢልካ ምዝራብ፣ ብዝመሰለካ ምኻድ እሱ ደኣ'ዩ ንዓና ከም ደቂ ሰባት ወይ ከኣ ከም ሕብረተሰብ ክጎድኣና ዝኽእል እምበር ኣፍልጦ እንተ ደኣ ሃልዩና ኣይንጉዳእን ኢና። እኳ ደኣ ንህይወት ነቕልሎ፣ ህይወት ቅልል ኢልልና ክንነብርን ክንከይድን ንኽእል። ስለዚ ልክዕ ከምቲ ዝበልክዎ እንታይ እየ ክብል ደልየ ኣውቲዝም ሕማም ከም ዘይኮነ እንተኾነ ግን ኩላህና ኣፍልጦና የዕቢና ተለና ኣብ ቤትና ክንቅበሎ እንተዘይብልና ድማ ንኻልኦት ሰባት ንኽንሕግዝን መጀመርያ ንነብስና ክንሕግዝ እቲ ኣተሓሳስባ ናይ ደቂ ሰባት ተረዲእና ኣብ ሂወትና ኣብ ናብራና ኮታ ኣብ ኩሉ ምእታውና ምውጻእና ኣብ ስራሕና ኣብ ሕብረተሰብ ውን ጠቀምቲ ክትከውን ንባዕልና ውን ክንጥቀም ስለዚ ነገር ክንመሃርን ክንፈልጥን ብዛዕብኡ ክንግደስን ይግበኣና ካልእ እንታይ እየ ክብል ደልየ እዚ ኣውቲዝም ንብሎ ዘለና ነገር ሕማም ኣይኮነን ናይ ኣተሓሳስባ ፍልልያት እዩ ኢልናዮ ኣለና። ስለዚ ብዙሓት በላሕቲ፣ ብዙሓት ፈጠርቲ፣ ብዙሓት መሃዝቲ፣ ብዙሓት ኣብ መሪሕነት ኮፍ ዝብሉ፣ ብዙሕ ነገር ዘመሓድሩ ከምደለዉ ድማ ኣይንረስዕ እንዳበልኩ፣ ኣብቲ ናይ መወዳእታ ሓሳበይ ክብሎ ደልየ ዘለኹ እንታይ እየ ከነጽንዖ ይግብኣና ከም ሕብረተሰብ ኣብ ኩሉ መዳያትና ኣብ ኩሉ ሂወትና ስለ ዘጋጥመና ብዛዕብኡ ኣፍልጦና ክነዕቢ ይግብኣና እቶም በጺሕና ዘሎ ንቀበሎ ብዛዕብኡ ኣፍልጦና ነስፍሕ ንሕተት ሃሰስ ንበል ንመሃር ህይወት ንኽቐልል እቶም ኣብ ቤትና ዘይበጸሐ ብደገ ጥራይ ተዓዘብቲ ኮይንና በቲ ዝተረደኣና ጥራይ ንኸዱድልና ርድኢት ካልእ ኣፍልጦ ካልእ ድመስለካ ካልእ ስለዝኾነ ሓደራ ንመርምሮ ብዛዕባ እዚ ነገር እዚ ኣፍልጦና ነዕቢ እንዳበልኩ ነዛ መጺኣ ዘላ ዕለት ድማ ኩላህና ክንፈልጥን ብዛዕባኣ ከነጽንዕን ይግበኣና ዋላ ደኣ ዕለት ክልተ ወርሒ ኣርባዕተ ተባሂላ ፍልይቲ መዓልቲ ተጌራታ መጽናዕቲ ይገበሮ ብዛዕብኡ ውን ብዙሕ ይዘረብ ኣብ ብዙሕ ሜድያታትን ብብዙሓት ሰባት ኣብ ብዙሓት ሃገራት እምበር ኩሉ ግዜ ግን ብዛዕባ እዚ ነገር እዚ ክንፈልጥ ይግብኣና ሓደራ ግን እንታይ ክብል ደሊ ኣብዚኣ ኣርጊጸ ሕማም ኣይኮነን ኣዝዩ ሰፊሕ ኣርእስቲ እዩ ምልክቱ ውን ሓደ ዓይነት ምልክት ኣይኮነን ምልክታቱ ውን ኣዝዩ ዝተፈላለዩ እዩ ግን እንተደኣ ንሕና ተቐቢልናዮ ከም ሕብረተሰብ ኣፍልጦና እንተደኣ ኣብኡ የዕቢና ክንፈልጦ ንኽእል ኢና። እቲ ምልክታቱ እንዳረኣና ብኡ ድማ እንዳዓበና ክንከይድ እሞ ክንተሓጋገዝ ነዚ ህይወት ድማ ክንሰግሮ ይግበኣና። ኣብኣ ከይበልኩዋ ክሓልፍ ዘይደሊ እንታይ'የ? ብዛዕባ ኣብዚ ተወሳኺ ግዜ፣ ተወሳኺ ሓይሊ፣ ተወሳኺ ተገዳስነት፣ ተወሳኺ ምስትውዓል ዘድልዮም ውሉዳት ዘለዉና ድማ ንኣቦታትን ንኣዴታትን ብጣዕሚ ኣዝየ የድንቐኩም። ምኽንያቱ ነቲ ዘጋጠመ ተቐቢልኩም ብዛዕብኡ ክንፈልጥ ኢና ኢልኩም ትፈልጡን ትሓቱን ብዛዕብኡ ድማ ከየዕረፍኩም ከየማረርኩም ነቲ ነገር ተቐቢልኩሞ ነዚ ነገር እዚ ክምክቱ ኢልኩም ትጽዕሩ ዘለኹም ድማ ኣጆኹም ብጣዕሚ ዘድንቐኩም ጀጋኑ ኢኹም ንፉዓት ኢኹም ክንደይ ንፉዓት ኣዴታት ክንደይ ንፉዓት ኣቦታት ከም ዘለኹም ድማ በዚ ኣጋጣሚ ድማ ንዓኻትኩም ከየድነቕኩም ክሓልፍ ኣይደልን በሊሕ ኣእምሮ ዘለዎም ብዙሕ ነገር ከፍርዩን ክምህዙን ዝኽእሉ ውሉድ ስለ ዝኾኑ ድማ እቲ ትገብርዎ ጻዕሪ ኩሉ ዓስቢ ኣለዎ እንዳበልኩ ናይ ሎማዓንቲ መዘራረቢት ዛዕባይ ኣብዚኣ ክውድእየ ብኻልእ መዘራረቢ ዛዕባ ክሳብ ዝመጸኩም ኣኣብ ዘለናዮ ሰላም ኣምላኽ ይብዛሓልና ቻው።